ሰላም ሰላም ኣሕዋት ሰላም ክትሉ በዓል ምሉእ ተስፋየ ንሎመዓንቲ ኸኣ ሓጻር ቪድዮ ኣገዳሲት ዝበልኩዋ ሒዘልኩም መጺ ኣለኹ ክሳብ መወዳእታ ክትከታተሉ ብክብሪ ይዕድመኩም ማለት እዩ እምበኣርከስ ንሎመዓንቲ ሒዘያ መጺ ዘለኹ ብፍላይ ነቶም ኣብ ስዊዝ ዘለኹም ኣብ ስዊዘርላንድ ዘለኹም ፈተና ናይ ግብሪ ዝኣተወኩም ወይ ዝቐረበኩም ሰባት ተገድሰኩም እያ ብዝብል ምኽንያት እዩ። እዚ ማለት ከኣ ኣብ ግዜ ፈተና ናይ ግብሪ እቲ ፈታናይ ዝሓተና ሕቶ ኣለዋ ማለትሲ ቴክኒሸ ፍራገን ዝብልወን ማለት እዩ። እሰን ሕጂ ከምዚ ናይ ቃል ኮይነን ቅድሚ ቅድሚ ምብጋስካ ክኸውን ይኽእል ዋላ እውን ዘዊርካ ምስ ወዳእካ ኣብ መንጎ ፓርኪን ንግበር ምስ በለካ ኣብ መንጎ ደው ኣቢሉ ክሓተካ ክእል ንሱ ሕጂ ኣበይ ዝምርኮስ ኣብቲ ፈተና እዩ ዝምርኮስ ማለት እዩ ንስኹም ግን እተን ኣገደስቲ እተን ኣብ ፈተና ክመፃ ዝኽእላ ፈሊጥኩመን ተፀኒሕኩም ፅቡቕ እዩ ስለዚ ሲ እተን ኣገደስቲ ዝበልኩወን የሕፅር ሕፅር ኣቢለ ክገልፀልኩም ክፍትን እየ ኦኬ እምባር እዚኣ ሕጂ ናይ ቅድሚት ወይ ናይ ድሕሪት ቤትሮ ነጽሬላ እያ ኦኬ እዚኣ ሕጂ ናይ ቅድሚት ቤትሮ ከነጽሪ እንተኮይና ወይ ማይ እንተሃሪሙ ክንውልዕ ተደልና ከምዚኣ ገርና ነዚኣ ንላዕሊ ሓንቲ ግዜ ዝቐይጥናያ ቀስ ኢሉ ይውላዕ እንተ ደጊምናያ ማእኸላይ ማለት እዩ ትም ኢሉ ዘውር እንተ ሰሊስናያ ከምዚ ገርና ንላዕሊ ማራ ብርቱዕ ማለት እዩ ኦኬ ማራ ብርቱዕ እሺ ኣብኣ ከለና ከዓ ማይ ከ ብኸመይ ንውልዓ እንተኢልና ናይ ቅድሚት ፔትሮ ማይ ብኸመይ ንህባ ከምዚ ገርና ናባና ማለት እዩ እዚኣ ናባና ሒዝናያ ጸቂጥናያ ትም ንብል ከምዚ ጌርና ኦኬ ሪኹሞ ከከም ዘለኻዮ ብዝሒ ማለት እዩ ሕጂ ሓንሳብ ጥቡቕ ኣቢልካያ ትም ተልካ ቁርብ ይመጽእ ጸቂጥካያ ትም ተልካ ንውሕ ዝበለ ከዓ ብዙሕ ማይ ይህባ ማለት እዩ ከምዚ ጌርና ንጽርዮ ቤት ናይ ቅድሚት እሺ ናይ ድሕሪት ከዓ ኣብ ኣኸላ ክንሪኣ ኢና ናይ ድሕሪት ከኣ ነዚኣ ማለት'ዩ ነዚኣ ከምዚ ጌርና ሓንሳብ ንቕድሚት ጽቕጥ ነብላ ኦኬ ናይ ድሕሪት ተወልዩ ኣሎ ኦኬ እንተ ደጊምናዮ ከኣ ልክዕ ከምኡ ቅልጥፍ ቅልጥፍ ኢሉ የጽርዮ ማለት እዩ ኦኬ ናይ ድሕሪት ማይ ከ ብኸመይ ንውልዖ እንተኢልና ናይ ድሕሪት ማይ ብኸመይ ንውልዖ እንተኢልና ናይ ቅድሚት ከምዚ ጌርና ምሽ ናባና ስሒብናያ ናይ ድሕሪት ከኣ ነዚኣ ከምዚ ገርና ን ንቕድሚት ገጽ ማለት እዩ ድፍእ ነብላ ከምዚ ገርና ጸቒጥናያ ትም ንብል ሽዑ ማይ ይፈስስ ማለት እዩ ነቲ ቤትሮ ማይ ይህቦ ከምኡ ገሩ የጽርዮ ማለት እዩ ኦኬ እዚኤን ርዱኣት ክኾና ተስፋ እንዳገበርኩ። ድሕሪኡ ከምቲ ዝነበርኩኹም ብዛዕባ ዘን መብራህቲ ገሊፀልኩም እየ ኦኬ እዚኣ ገሊፀልኩም ነይረ ብዛዕባ ዘን መብራህቲ ኣብኣ ከለኹ ግን ከም መብርሂ እዘን ናይ ኔበል ወይ ድማ ናይ ግመ ኣብ ገሊኤን መካይን ኣብ ገሊኤን መካይን ኣብዚ ጥቡቕ ኣቢልካ ክትውልዖ ትኽእል ኢኻ ማለት እዩ ኦኬ ከምዛ ናተይ ናይ ገሊኤን ከኣ ከምዚ እንድሕር እንተዘይጸኒሑኩም ኣብዚ ስሒብካ ክትውልዐን ትኽእል ኢኻ ኦኬ ሓንቲ ግዜ ናባኻ ስሕብ ተቢልካያ እዚኣ ማራ ዘይኮነስ ሓንሳብ ማለት እዩ ሓንቲ ግዜ ስሕብ ተቢልናያ ነታ ናይ ቅድሚት ናይ ግመ ንውልዓ ንዓኣ ክልተ ግዜ ተሲዒብናያ ናባና ከኣ ክሳብ መወዳእታ ከኣ እዛ ናይ ድሕሪት ትውላዕ ማለት እዩ ኦኬ ምናልባት ካልእ ዓይነት ተጸኒሑኩም ሽግር የብሉን ከምኡ ጌርኩም ትውልዕወን እዚኤን እሺ ድሕሪኡ ናበይ ክኸይድ ናብ ጎማ ክወስደካ ይኽእል እዩ ማለት እዩ ብዛዕባ ጎማ ግድን ክሓተኩም ይኽእል እዩ ናብ ጎማ ከዓ እንታይ ትገብር ኣለካ ክንርእየና ማለት እዩ ተን ክሓተኩም ዝኽእል ኦኬ ብሓሳብ ኮይና ንረኣዩ ብዛዕባ ጎማ ሕጂ ቁሩብ ክርእየኩም ኢለ ከምዚ ገይረ ኣለኹ ሕጂ ብዛዕባ ጎማ መጀመርታ ክንፈልጦ ዘለና ብዛዕባ ጎማ እስኪ ንገረኒ እንታይ ክንገብር ኣለና ወይ እንታይ ክትገብር ኣለካ መጀመርታ ብለካ ቁሩብ እስኪ ንገረኒ ሓበሬታ ሃበኒ ብለካ ሽዑ ባዕልካ ክትገልፅሉ ማለት እዩ ኦኬ ዝኾነ ዓቁኖ ገለገለ ይብለካን እዩ ጥራይ ትገልፀሉ እስኻ ኦኬ ከም ትፈልጦ ክትርእዩ ኣለካ እሺ መጀመርታ ክንገብሮ ዘለና ብዛዕባ ጎማ ሲክት ኮንትሮለ ማለት እዩ ኦኬ ሲክት ኮንትሮለ ማለት ንኣብነት ዝኾነ ዝኾነ መስኽ መስማር ክኸውን ይኽእል፣ ዝኾነ ኣትይዎ ከይህሉ ወይ ጭንጫ ክኸውን ይኽእል ቸክ ንገብር ማለት እዩ። ቸክ ንገብሮ ኦኬ። ካልኣይ ከዓ ፕሮፊል ቲፈ ማለት እዩ። ኦኬ ፕሮፊል ቲፈ እቲ ናቱ ዓቐን ክንደይ ክኸውን ኣለዎ ብለካ። ኦኬ ፕሮፊል ቲፈ ሙስ ሚንደስተንስ ኣይን ኮማ ሴክስ ሚሊሜተር ሳይን ትብሎ ማለት እዩ ኦኬ ኣበይ ከ ክንዕቁነ ንክእል እንተ ኢልካ ሕጂ ኣብዚኣ ሕጂ ኣስተውዕሉ ዝበዝሐ ጎማ ምልክት ኣለዎ ኦኬ ሕጂ ናይዛ መኪና ምልክት ብሓንሳብ ኮይና ክንረኽቦ ኢና እዚኣ ረይዋ ሕጂ ኦኬ ሰለስተ ኩርናዕ ወይ ድማ ስሉስ ኩርናዕ ኣብዚኣ ንርኢ ኣለና ኦኬ እዚኣ ሕጂ ኣበይ ከም ዘሎ ትሕብረና እያ እቲ መዐቀኒ ከምዚ ኢልና ክንከይድና ናብዚ ከምዚ ኢልና ክንከይድና ሓንቲ ረእይዋ እያ ጽንሖ ቅርበ ሓንቲ እዚኣ ነህትልኩም ካልኣይቲ ከዓ ኣብዚኣ ነህትለ ሳልሰይቲ ከዓ ከምኡ ኢላ ኣብዚ ኣብዚ ነህትለ ማለት እዩ ኣብዝላ እሺ ብኸመይ ንዕቁኖ እንተኢልኩም መዐቀኒ ብዙሕ ነገር ኣሎ ሓደ እቲ መዐቀኒ ኣሎ ከም ዝነዊሕ ድሓር ኣብ ስእሊ ከርእየኩም እየ ወይ ከቐምጠልኩም እየ እዛ ቪድዮ ማለት እዩ ብሕርካም እውን ክንዕቁኖ ንኽእል ኢና ኦኬ ዓቁኖ ገለ ይብለካን እዩ ግን ንስኻ ትገልፀሉ ማለት ትነግሮ ኦኬ ኣብዚኣ ተእትዎ ከምዚ ጌርካ ሽዑ ክንደይ ባር ክንደይ ዓቐን ከም ዘለዎ ክንደይ ሚሊሜትር ከም ዝኾነ ይሕብረካ ማለት እዩ እሺ እዚኤን ልክዕ ከምዚ ገርኩም ተርእይዎ ኦኬ ኣብዚ ገለ ከይትዕቅንዎ ኦኬ ኣብዚ ከይትብልዎ ኣብዚኣ ከም ትብልዎ እሺ ነዚአን ከዓ ብከመይ ከም ትረኽብወን ነጊረኩም ኣለኹ ማለት እዩ በዛ ስሉስ ኩርናዕ እዚኣ ጌርኩም ብኣ ከምዚኣ ኢልኩም እንዳኸድኩም ኣብዚኣ ትነብርዎ እሺ ኦኬ ክልተ በፂሕና ኣለና መበል ሳልሰይቲ ክሓተኩም ዝኽእል ከኣ ናይ ግድን ሉፍት ድሩክ ማለት እዩ ኦኬ ዓቐን ኣበይ ክንረኽቦ ንኽእል ክንደይ ከምቲ ከም ንመልኦ ወይ ድማ እዚ ጎማ ማለት ክንደይ ከም ዝነፍሖ ኣበይ ክንረኽቦ ንኽእል እብለካ ክእል ንሳ ከዓ ኣበይ ኢኻ ትረኽቦ ትኽ ኢልኩም ትኸዱ ናብቲ ናትኩም መኸፈሊ እዚ ሕጂ ኣብቲ ጎንኹም ኣብቲ እቲ ዘዋራይ ኮፍ ዝብለሉ ቦታ ኣብታ ጎንኹም እዚ ክትረኽቡ ኢኹም ማለት እዩ ኦኬ እዚኦም ክትረኽቡ ኢኹም ሕጂ ንስኹም እዚ ሕጂ ኖርማል ማለት እዩ ፎል ዘይኮነ ወይ ድማ ሙሉ እታ መኪና ፅዕነት ዘይብላ እንተኮይኑ ማእከላይ ፅዕነት ከምዚ ገይሩ ይሕብረካ ማለት እዩ እዚ ኦኬ እዚ ናይ ዓቐን ናይ ጎማኻ እዩ ኣብዚ ከዓ ናይ ቅድሚት ማለት ናይ ቅድሚት ክልተ ነጥቢ ሰለስተ ባር ብለካ ኣሎ ክልተ ነጥቢ ኣርባዕተ ባር ከምኡ እንዳለ ከይድ ማለት እዩ ኦኬ ናይ ድሕሪት ከዓ ከምኡ ክልተ ነጥቢ ሰለስተ ክልተ ነጥቢ ኣርባዕተ ማለት እዩ ኦኬ እዚ ሕጂ ማእኸላይ ፅዕነት ከይመልእት ከላ ኣብዚ ከዓ ፎል ማለት እዩ ምስ መለእት ኦኬ እዚ ከዓ ምስ መለእት ከዓ ልክዕ እዚ ናይ ዓቐን ናይ ጎማኻ እዩ ኣብዚ ከዓ ክልተ ነጥቢ ኣርባዕተ ክልተ ነጥቢ ሰለስተ እንዳበለ ይሕብረካ ማለት እዩ ጥራይ እዚ ክንተርእይዎ ከምዚ ኣይኩም ትገፅሉ ንዑ ማለት እዩ ኦኬ እሺ ሕጂ ናይ ገሊኤን ኣብዚ ኣይጸንሕን እዩ ኦኬ ኣብዚ እንተዘይጸኒሕኩም ክትሽርሸሩ የብልኩምን ኦኬ እዚኣ ኣብዚ እንተዘይጸኒሓትና ክንሽርሸር የብልና እንታይ ደኣ ክንገብር ኣለና ኣብዚኣ ምሽ ንፍትሽ ድሕሪኡ ናይ ገለ ገለ መካይን ከ ኣበይ ጸኒሑ ከርእየኩም ሓንሳብ ኮይና ማለት እዩ ንርኣያ ኢና ናይ ገሊኤን መካይን ኣብዚ ጸኒሐ ማለት እዩ ነዛ ናይ ታንክን መግበሬት ወይ መምልኢት ናይ በንዚን ወይ ናይ ዲዘል ነዚኣ ተኸፍቶ ከምዚኣ ገርኩም ድሕሪኡ ኣብዚ ዴከል ወይ ድማ ኣብዚ መኽደኒ ኣብዚ ተጠቂዑ ይጸናሓካ ማለት እዩ ኦኬ ኣብዚ እንተዘይጸኒሑ እውን ከይትሽርሸሩ ማለት እዩ እንታይ ክትገብሩ ኣለኩም ኣብቲ ናታ ናይታ መኪና ቤት ሪብስ ኣንላይቱም ኣብኡ ቸክ ትገብርዎ ኣብቲ ወረቕታ ማለት እዩ ኦኬ እሺ ድሕሪኡ ድሕሪኡ እዚኤን ሓቲቱ ምስ ወደአ ናበይ ክኸይድ እንተልኩም እዩ ወይ እንታይ ክሓተኩም እንተልኩም ናይ ግድን ኦኬ ፅቡቕ እዚ ነገርካ ኣለኻ በል ሞቶር ሃውበ ክፈተለይ ክብለካ እዩ ኦኬ ከመይ ጌርካ ትኸፍታ ከኣ ብሓንሳብ ኮይና ንርኣያ እሺ ሞተር ሃውበኻ ከመይ ጌርና ንኸፍታ ኣብታ እቲ ዘዋራይ ኮፍ ዝብለላ መኸፈሊ ኣበይ እያ ትርከብ ማለት እዩ ብሓንሳብ ኮይና ንርኣያ ንሕና ኣብዚኣ ኮፍ ንብላ ኣለና ከምዚ ኢልኩም ኣብታ ታሕቲ ኦኬ ኣብኣ እዚኣ ኣላትኩም ማለት ከምዚ ሄበል መትሓዚት ኦኬ ነዚኣ ሓንቲ ግዜ ናባኹም ጽቕጥ ተብልዋ ኣብዚ እውን ኣለኩም ስእሊ ኦኬ ናይ ቅድሚት ናይ ሞቶር ዝተኸፍተ ኣብዚ ይሕብረና እዩ ነዚኣ ከምዚ ገርና ሓንቲ ግዜ ስሕብ ነብላ ኦኬ ድምፂ እውን ገብሪ ሰሚዕናዮ ኣለና ተኸፊቱ ኣሎ ትኽ ኢልና ናበይና ንኸይድ ናብኡ ንኸይድ ማለት እዩ ኦኬ እዚኣ ሕጂ ትሪዋ ኣለኹም ተኸፊታ ኣላ ምጆ ግን እዚ ከምዚ ገርና ኣይንኸፍቶ ኢና ግድን ትጥወቕ ኣላ በዚ ትጥወቕ ኣላ ነዚኣ ክንረኽባ ኣለና ማለት ነዛ ብዘላ ትጥወቕ ኦኬ እሺ ነዛ ብዘላ ከምዚ ገርኩም ብክልተ ኢድኩም እዚኣ ገርኩም ማለት እዩ ብክልተ ኢድኩም ከምዚ ገርኩም ጥቕጥ ትብልዋ ናብዚ ንፀጋም ሽዑ ጽቕጥ ኣቢልኩም እዚኣ ትስሕቡዋ ከም ጌርኩም ንላዕሊ ክትክፈት እያ ናይ ገሊኤን ኣውቶማቲክ ከምዚ ናተይ ደው ይብልዎ ከሎ ማለት እዩ ናይ ገሊኤን ከዓ ኖርማል ከምዚ በትሪ ዝመስል ኣብ ዘሎ ነዚኣ ሓፍ ኣቢልኩም ኣብዚ ሽኽል ተብልዋ ደው ተብልዋ ማለት እዩ እሺ እዚኣ ከፊትካሉ ኣለኻ ብዛዕባ እዚ ቁሩብ ግለጸለይ ክብለካ እየ ማለት እዩ ኦኬ ሕጂ እዚኣ እተን ኣብ ሕቶ ክመጻ ዝኽእላ ውሑዳት እየን ማለት እዩ ግድን ኣይኮንኩም ኩሉ ክትገልጽሉ ኦኬ እሺ በብሓደ ክንርእየና ብሓንሳብ ኮይና ኣብዚኣ ክሓተኩም ዝኽእል ቀዳመይቲ ባተሪ ኣለኩም ኣብዚ ባተሪ እዚ ኣውቶ ባተሪ ኦኬ ኣብዚ ለኩም ከማን ፕላስ ወይ ድማ ማይናስ ኩሉ ፅሕፈት ኣለዎ እዚ ባትሪ ከም ምዃኑ ርዱእ ነገር እዩ ኦኬ እሺ ብድሕሪኡ ናበይ ክኸይድ ናብዚኣ ማለት እዩ እዚኣ ሕጂ እንታይ እያ ተልኩምኒ ብሬምስ ፍሉሲካይት ትበሃል እዚኣ ኦኬ ዘይቲ ፍሬኖ ድሓር ክፅሕፈልኩም እየ ብተርጊመ ብትግርኛ ኣብዛ ቪድዮ ክእትዋ ክፍትን እየ እዚኣ ብሬምስ ፍሉሲካይት ትበሃል ኦኬ ብዙሕ ሓተኩምኒ ጥራይ ስማ ትነግርዎ ብሬምስ ፍሉሲካይት ባተሪ ኢለኩም እዚኣ ድሕሪኡ ናበይ እዚ ሉፍት ፊልተር እዚ ዋላ ሓንቲ ብዛዕባ እዚ ብዙሕ ኣይሓተኩምን ሽግር የብሉን ተሓይትኩም ከዓ ፀገም የብሉ ማለት እዩ እዚ ከዓ ኦይል ወይ ድማ ኡል ልክዕ በዚኣ ክንፈልጣ ንኽእል ኢና ኦኬ እዚኣ መክደኒኣ ፍልጥ እያ በዚኣ በዚ ኢና ኦይል ንመልእ ወይ ነእትዎ እሺ ኦኬ እዚ ከኣ ከም ዝበልኩኹም ናይ ኦይል እዩ ኣብኣ ከሎ ማለት ምዚኣ ከመይ ጌርካ ኸ ትዕቁኖ ክብለካ እዩ ማለት እዩ ኦኬ ከመይ ጌርናስ ንዕቁኖ ክንደይ ብዝሒ ከም ዘለዋ ኦይል ወዲኣ ዳይ ወደእትን ብኸመይ ንፈልጦ እንተይልካ ኖርማል ኣብዛ ጎና ትሪጓለኹም እዛ ብጫ መኽደኒያ ማለት እዩ በዚኣ ጌርና ንዕቅና ትብልዎ ማለት እዩ እዚኣ ከንታይ ትበሃል ተልኩም ኡል ሜስ ታብ ትበሃል እዚኣ ኦኬ ኡል ሜስ ታብ ትበሃል እዚኣ ብኸመይ ክንዕቁን እንተኢልኩም ሕጂ ኣነ ኣጋጣሚ በይነይ ስለ ዘለኹ ኣኹልኹ ጥራይ ክገልጸልኩም ክፍትን እየ እምበር ኣውፅኤ ኩሉ ነገር ብጨርቂ ገይረ መርኣኹም ነይረ ነዚኣ ኖርማል ነዚኣ ከምዚ ጌርና ጨርቂ ሒዝና ብፀገማይ ኢድና ኣብዚ ጨርቂ እንዳወልወልና ነውጽኣ ማለት ጠቕሊልና ነውጽኣ ኦኬ ጠቕሊልና ነውጽኣ ሽዑ ምስ ኣውጻእናያ ሽዑ ምስ ኣውጻእናያ ኣጋጣሚ ሕጂ ብዙሕ ይረአ የለን እምበር እዚኣ ኩላ ንውልውላ ማለት እዩ ወልዊልና ሽዑ እንታይ ንገብር ውልውላ ቢልና እንደገና እንደገና ናብዛ ሰፈራ ከምዚኣ ጌርና ነእትዋ ማለት እዩ ቀዳመይቲ እዚኣ ኦኬ ሽዑ ክሳብ መወዳእታ ክሳብ ጫፋ ከምዚኣ ጌርና ነእትዋ ሽዑ ምስ እተናያ እንታይ ንገብር እንደገና ኣብዛ ካልኣይቲ ማለት እዩ እንደገ- እንደገና ክነውፅኣ ኢና ማለት እዩ ክነውፅኣ ከለና ግን ኣይነፅርያን ኢና ወይ ድማ ኣይ ንውልውላን ኢና ፅራያ መጀመርታ ኢና ብጨርቂ ጌርና ፅሩይ ጨርቂ ነፅርያ ሽዑ ኣብ ካልኣይ ግን ኖርማል ከምዚ ጌርና ቀስ ጌርና ንስሕባ ከምዚ ጌርና ቀስ ጌርና ንስሕባ ድሕሪኡ እቲ ዓቐን ኣብዚ የርእየና ማለት እዩ ኦኬ ኣብ ስእሊ ንጹር ገይረ ዳሓር ክስእለልኩም ክፍትን እየ ኣብዛ መንጎ ሚኒሙም ማክሲሙም ዝብል ፅሑፍ ኣለዎ ማለት እዩ ወይ ድማ ፉል ወይ ሎው ዝብል ማለት እዩ ኦኬ ሕጂ እዚ ኣብ መንጎ ኣብ መንጎ ማክሲሙም ሚኒሙም ክኾን ኣለዎ ማለት እዩ ኦኬ ማራ ክመልእ የብሉን ማራ ከዓ ክጎድል የብሉን ከምኣ ጌርና እዚኣ ንገልፀሉ እዚ ዓቅኑ ኣይብለኩምን እዩ ኦኬ ዓቅኑ ኣይብለኩምን እዩ ጸገም የብሉን ጥራይ ንስኹም ትነግርዎ ትገልጽሉ ማለት እዩ ኦኬ ሕጂ ንኣብነት እንታይ ከ ኣገዳሲ ነገር ከ ብዛዕባ ኦይል ክንዕቂ እንከለና እንታይ ከተመልእ ኣለዋ እታ መኪና እንተኢልኩም ከኣ መኪና ኣብ ሰጥ ዝበለ ቦታ ክትኮን ኣለዋ ኣብ ሰጣሕ ማለት እዩ እቲ ሞተር ከዓ ብውሕዱ ልዕሊ ሓሙሽተ ደቂቕ ደቂሱ ክፀንሕ ኣለዎ ኦኬ ፓርኪን ግብር ኣቢልካ ነዚ ኣይትዕቅንን እያ እንታይ ደኣ ቁሩብ ምሽ ኣሎ እታ መኪና ዝሕል ክትብል ኣለዋ ድሕሪ ሓሙሽተ ደቂቅ ገለ ቤት ዝከውን ቁሩብ ግዜ ትባ ድሕሪኡ ናብ ዓቅን ትኣቱ ናብዚ ማለት እዩ ጥራይ ትነግርዎ ኢኩም ብኣፍኩም ኦኬ ዓቅንዎ ገለ ገለ ኣይብልኩምን እዮም እሺ ኦኬ ብድሕሪኡ ናበይ ክከይድ ናብዚኣ እዛ መክደኒኣ ከምዚ ንሪኣ ዘለና ሰማያዊት እዚኣ እንታይ ትበሃል ሻይበን ቪሽ ቫሰር ትበሃል እዚኣ ወይ ድማ ሻይበን ቪሸር ኦኬ እዚኣ ከዓ ማይ ናይ ቤትሮ መፅረጊ ማይ ማለት እዩ በዚኣ ነእትዋ ከምዚኣ ገና ከፊትና በዚኣ ነእትዋ ሓንቲ ብዙሕ ይሓተኩን ብዛዕባ እያ ብዛዕባ እዚኣ ጥራይ ትነግርዎ ስማ ማለት እዩ ሻይበን ቪሽቫሰር ወይ ድማ ሻይበን ቪሸር እሺ ድሕሪ ናበይ ክኸይድ ናብዚኣ እዚኣ ከዓ ናይ ዝበዝሓ መካይን ካልእ ዓይነት ኣሎ ዋላ ከምዚ እውን ኣሎ እዚ ከዓ ኩል ቫሰር ኦኬ ኩል ቫሰር ወይ ድማ ሞተርን ፍሉሲካይት ንበሃል እዚ ኦኬ መዝሓሊ ናይ ሞተር እዩ እዚ ከዓ ብከመይ ንፈልጦ ተልኩምኒ ክንደይ ክምልእ ከም ዘለዎ ኣብዚ ኣለኩ ማለት እዩ ናይ ገሊአን ማክሲሙም ሚኒሙም ኣለዎ እዚ ከዓ ፉል ሎው ዝብለ ኣለዎ ናተይ ማለት ብእንግሊሽ ገይሮም ኣለዉ እዚ ሕጂ ፉል ሎው ናይ ገሊአን ከዓ ሚኒሙም ማክሲሙም ዝብለ ኣለዎ ማለት እዩ ኣብ ሞንጎ ክኾን ኣለዎ ማለት እዩ ኦኬ ካብዚ ማራ ክመልእ የብሉን ማራ ከኣ ኣብዚ ከኣ ክበጽሕ የብሉን ክጎድል የብሉን ኦኬ እሺ እሺ እዚኣ ሕጂ ከም ንሪኣ ዘለና ኣጋጣሚ ክርእየኩም ኢለ ወልዊለያ ኣለኹ ኦኬ ኣጽረያ ኣለኹ እዚ ኣብዚ ናተይ ሕጂ ከም ንሪኦ ዘለና ኣብዚ ኤፍ ኣሎ ኣብዚ ከዓ ኤል ኣሎ ማለት እዩ ኦኬ እዚ ሕጂ ናይ ገሊኤን ከም ፅሕፈት ዘለዎ ኣሎ ናይ ገሊኤን እውን ኖርማል ጥራይ ከምዚ ኣኩሎ ከምዚ ሕንጣጥ ጥራይ ዘለዎ ኣሎ ማለት እዩ ኦኬ ኣብዚ ሕንጣጥ ኣብ ዘሎ ግን ኖርማል ሚኒሙም ማለት እዩ ኣብዚ ከዓ ማክሲሙም እቲ ክኾነ ዘለዎ ማለት እዩ ኦኬ ልዕሊ ማክሲሙም ናብዚ ክበፅሕ የብሉን ኦኬ እንታይ ደኣ ክኾን ኣለዎ ካብዚ ማክሲሙም እዚ ቁሩብ ትሕት ክብል ኣለዎ ማራ ከኣ ከምዚ ከኣ ክውድእ የብሉን ማለት እዩ ኦኬ ከምኡ ጌርና ነርእዮ ማለት እዩ እሺ ድሕሪኡ ከምዚኣ ጌርና ዓቂንና ምስ ወዳእና ነዚኣ ከዓ ኣፅሪ ኣቢልና ኣፅሪ ኣቢልና ናብታ ነበረታ ንመልሳ ወልዊልና ኦኬ ከምዚኣ ጌርና ናብታ ቦታ ንመልሳ ማለት እዩ ኦኬ ብዛዕባ እዚኤን ከዓ ብዛዕባ እዚኤን ዝረሳዕኩልኩም ናይ ክልቲኤን ማይ ማለት እዩ ናይ እዚኣ እኳ ነጊረኩም እንዴ ኖርማል ማይ ኣይኮነን ፍሮስት ሹትስ ክኾን ኣሎ ብግዜ ቪንተር ወይ ድማ ኣብ ግዜ ክረምቲ እዚኣ ከዓ እዛ ኩል ቫሰር ከዓ ኩል ሚተል ከዓ ልካ ከማ ማለት እዩ ፍሮስት ሹትስ ትበሃል እዚ ከዓ ንምንታይ ይጠቕሞ ኣብ ግዜ ቁሪ ብፍላይ ከምዚ ማይናስ ወይ ድማ ሚኑስ ክኸውን ከሎ ፍሪረ ንኸይከውን ወይ ንኸይበርድ ይሕግዞ ማለት እዩ ወይ ይከላኸለሉ እሺ ኦኬ ካልእ በቃ ብዛዕባ እዚ ብዙሕ ዝሓተኩም የለን መወዳእታ ክትገብሮ ዘለኩም ከዓ ኖርማል ኣሪእኹሞ ኩሉ ነገር ምስ ወዳእኹም ወዲእና ምስ በለኩም ነዚኣ ነዚኣ ማለት እዩ ከም ዝተኮይና ከምዚ ጌርካ ኖርማል ስሕብ ኣቢልካ ስሕብ ኣቢልካ ልክዕ ኣብዚ ጥቃ መዓንጠኹም ክበጽሕ ከሎ ትፍንዋ ማለት እዩ ኦኬ ካብ ላዕሊ ከይትፍንዋ ከምዚ ጌርኩም እንታይ ደኣ ቁሩብ ኣትሕት ኣቢልኩም ክሳብ እዚ ተምጽዋ ድሕሪኡ ኖርማል ፍኑ ተብልዋ ትዕጾ ኣብዚ ሕጂ ቸክ ትገብሩ ተዓጽሎ ማለት እዩ ኦኬ ከምዛ ጌርኩም ዓጺኹም ነዚኣ በቃ ወዲኹም ማለት እዩ ኦኬ ድሕሪኡ ኩሉ እዚ ክንገብሮ ዝፀናሕና እንታይ ትገብሩ ደሓር ንበገስ ክብለኩም ከሎ ወይ ዘይወዳእኹም እንተኮይንኩም ንበገስ ክንሰሎ ክብለኩም ከሎ ቅድሚ ምብጋስኩም ኩሉ መብራህቲ ክኸውን ይኽእል ቫርን ብሊንካ ክኾን ይኽእል ኩሉ እቲ ክትውልዕዎ ዝጸናሕኩም ወይ ክትርእይዎ ዝጸናሕኩም ቸክ ክትገብሩ ኣለኩም ማለት እዩ ጠፊኡ ዶ ይጠፍአ ወይ ከምቲ ዝነበሮ ክትገብርዎ ማለት እዩ